ዓሻ ሰብ ብዙሓት ዕድላት እናረኸበ ብዙሕ ፅቡቓት ነገራት እናጋጠምዎ ይኹን ደኣ እምበር ዓሻ ብምዃኑ ኣጠቓቕሙ ብዘይምፍላጡ ጥራይ ኩሉ ግዜ ኣብ ዘለዎ ደው ይብል። ናይ ምዕባይ ናይ ምልዋጥ ዕድላት የምልጥዎ ብዘይምንቁሑ ወይ ከዓ ብዘይምፍላጡ ጥራይ ይዕሾ ብዙሓት ዓሻ ሰብ እናረኣዩ ዕድለኛ ይኮ ኣጠቓቕሙ ኣይፈለጠሉን እምበር ዋይ ኣነ ንሱ ከም ገበረና ኣምላኽ ይብሉ። ንሱ ግን ንዕኦም ዝተረኣዮም ኣይረኣዮም ኣይርድኦን። ዓሻ ሰብ ዝነቕሓሉ ግዜ ግን ታሪኽ ይልውጥ። ህይወት ንምቕያር ሒዲት ግዜ ጥራይ ይኣኽሎ። ነገር ግን ዓሻ ሰብ ጸገሙ ዓሻ ምዃኑ ሰባት እምበር ንባዕሉ ዘይምፍላጡ እዩ። ዘይምፍላጥ ምፍላጥ ካብ ፍልጠታት ኩሉ ዓብዪ ፍልጠት እዩ ይብለና። ሴቅራጦስ ሎማዓንቲ ዓያሹ ሰባት ዝፍለዩሉ ዓሰርተ ጠባያት ክነግረኩም እየ። ንባዕልኹም ካብዞም ዓያሹ ተርታ ወይ ከዓ ሪጋ እንተረኺብኩምዎ ብቕልጡፍ ኣካያይዳኹም ቀይሩ። እዚ ሜላ ዶ ስቴክሞ እዩ? ሰናይ ልቢ እንተሃልይኩም ላይክ ሼር ግበሩ፣ ሳብስክራይብ ብምግባር ከዓ ቤተሰብ ይኹን። ቀጥታ ናብ ቪድዮና ናይ ዓያሹ ሰባት ዓሰርተ ዝኾነ ጠባያት ንዘራረብ። ናይ መጀመርያ ዘይፈልጦ ሰብ ይኣምን ዝተዛረበ ኩሉ ይኣምን ዓሻ ሰብ ኣማኒ እዩ ሰባት ክንበሃል ብቐሊሉ ንፍለጥ ሰባት ኣይኮናን ስለዝኾነ ብዕላማን ብመልእኽትን ክመፅ ይኽእል ሓድሽ ዝመፀ ሰብ ስለናትኩም እንታይ ይሓስብ ንምፍላጥ ከቢድ እዩ ዓሻ ሰብ ቀልጢፉ ልቢ ይህብ ይኣምን በዚ ምክንያት ከዓ ብዙሕ ይጥለም። ናይ ዓሻ ሰብ ፀባይ ካብ ዝኾኑ እቲ ቀዳማይ ሓደ ሰብ በዘይ ምንም ኣፍልጦ ምእማን እዩ። ካልኣይ ይፈልጥ እየ ምባል ዓያሹ ሰባት ንምምሃር ዝተዳለዉ ኣይኮኑን። ካብኣቶም ዝፈልጥን ካብኣቶም ንላዕሊ ዝፈልጥ ከም ዘሎ ኣይርዱን። ኩሉ ግዜ ኣነ እየ ትኽክል ብምባል ይፍለጡ። ዓሻ ክዓብን ክፍለጥን ዘይምኽኣሉ ዝፍለጠሉ ጠባይ ይፈልጥ እየ ምባል እዩ። ሓደ ኣበሃህላ ኣሎ፣ ይፈልጥ እየ ኢሉ ካብ ኮፍ ዝበለ ፕሮፌሰር ንምፍላጥ ዝጽዕር ዘሎ ዘይተማህረ ሰብ ዝበልጽ ውጽኢት የምጽእ። ናይ ዓለምና ፍልጠት ብዙሕ እዩ። ሳልሳይ ቁልጡፍ ለውጢ ደላይ እዩ። ዓሻ ሰብ ትዕግስቲ የብሉን። ሎማዕንቲ ዝተኸላ ተኽሊ ሎማዕንቲ ክትበቁል ዝጽበ ዓሻ ሰብ እዩ። ንሕና ሰባት ዓወት እንተደሊና ግዜ ክንህቦ ግድን እዩ። እቲ ጽቡቅ ኩሉ ናይ ትዕግስቲ ውጽኢት እዩ። ስለዚ ዓሻ ሰብ እዚ ዓብይ ጌጋ ይጋገ ኩሉ ግዜ ቅልጡፍ ውጽኢት ይደሊ። ብቀሊሉ ዝተረኽበ ነገር ብቀሊሉ እዩ ዝጠፍእ። ከቢድ ነገር ንምርካብ ከቢድ ጻዕሪ፣ ድኻም፣ ትዕግስቲ የድሊ። ዓሻ ሰብ ግን ንነገራት ምዕጋስ ኣይኽእልን። ንኹሉ ነገር ህውኽ እዩ። ዝኾነ ነገር ቅልጡፍ ይጅምር ቀልጢፉ ይቋርጽ። ንውጽኢት ከይበጽሐ ተስፋ ይቆርጽ። ሓደ ተኽሊ ኣሎ ንሓሙሽተ ዓመት ዝኣክል ምንም ዘይበቆለ ምኹስኳስ ምሕብሓብ ይደሊ ግን ድሕሪ ሓሙሽተ ዓመት ካብቶም ዓበይቲ ተኽልታት ብጣዕሚ ዓብዩ ዝረአ ተኽሊ እዩ ናይዚ ተኽሊ ዕቤት እንታይ ይመስለኩም ናይ ሓሙሽተ ዓመት ማይን ፀሓይን ድዩ ብፍጹም ናይ ሓሙሽተ ዓመት ጻዕርን ድኻምን ውጽኢት እዩ። ብተወሳኺ ሓደ ኣብነት ንወስኽ። ሓደ ተኽሊ ንምውዳቕ ብዙሕ ግዜ ብፋስ ቅጥቅጥ ኣቢልና ልዕሊ 99 ሽሕ ግዜ ካብኡ መበል ሚእቲ ሽሕ ክትብል ትወድቕ። እዛ ተኽሊ ዘውደቓ መበል ክንደይ እዩ? መበል ሚእቲ ሽሕ? ብፍጹም ኣይኮነን። እቶም ተስዓን ትሽዓተን ሽሕ ውቅዒታት ዓብዪ ዋጋ ስለ ዝነበሮም እያ ወዲቓ። ዓሻ ሰብ ግን ናይዚ ትርጉም ዘይተረድኦ እዩ። እዚ ህውክነቱ ሰጋእ መጋእ የብሎ፣ ሕዝ ስድድ የብል። እዚ ናይ ዓያሹ ጸባይ እዩ። ራብዓይ፣ ንግዜ ዋጋ ኣይህብን። ዓሻ ሰብ ኩሉ ግዜ መንእሰይ፣ ኩሉ ግዜ ጓያያይ፣ ዘይደክም ይመስሎ። የዒንቱ ብዕድመ ከም ዝፈዙ ኣብራኹ ከም ዝተኣሳሰሩ ቅልጥፍ ቅልጥፍ ኢሉ ዝዛረበሉ ኣንደበት ከም ዝቋላለፍ ኣይፈልጥን። ብመንእሰዩ ኣብ ዘይከውን ቦታን ኣብ ሶሻል ሚድያታት ተተኺሉ ይውዕል። ዝተዋህቦ ግዜ ብኣግባቡ ኣይጥቀምን። ግዜ ዋና ዳኛ እዩ ከም ዝበሃል ማዕረ ግዜ እዩ ተዋሂቡና። ዝተዓወተ ሰብ ኮይኑሉ ንብሎ። ሰብ ዝተፈለየ ግዜ ኣይተዋህበናን፣ ግን ዝተፈላለየ ኣጠቓቕማ ብዘይምፍላጥ እዩ። ኣነ ክልተ ዜና ኣለኒ እቲ ሓደ ፅቡቅ እቲ ሓደ ከዓ ሕማቅ እዩ እቲ ሕማቅ ግዜ እናበረረ ከም ዝኾነ እዩ እቲ ፅቡቅ ከዓ መብረርቲ ንስኻትኩም ምዃንኩም እዩ ግዜ እንተባኺንኩሞ ሂወትኩም ይባኽን ኣሎ ማለት እዩ ቀደም ግዜ ወርቂ እዩ ይበሃል ነይሩ ኣብዚ ሕጂ ሰዓት ግን ግዜ ሂወት ከም ዝኾነ ተረዲእና ኢና እዚ ማለት ግን ብህውከት ምንባር ማለት ኣይኮነን ንመን ኢልና ንህወኽ ኣበይ ንምብጻሕ ብጣዕሚ ቢዚ ዝኾነ ሰብ ብጣዕሚ ህውከት ምንባር ማለት ኣይኮነን ብጣዕሚ ቢዚ ዝኾነ ሰብ ብጣዕሚ ብህውከት ምንባር ማለት ኣይኮነን እዚ ናይ ዘመን ሓሶት እዩ ሰባት ግዜና ክንነብረሉ እዩ ተዋሂብና ዝኾነ ነገር ተግቢርና ክንሕልፍ ጥራይ ኣይኮነን ተዋሂብና ንበዓልትና ክንነብር ይግባኣና ንምስሓቕ ንምሕጓስ ንምፅዋት ንምዝንጋዕ ከምኡ እውን ንምስራሕ ምስ ቤተሰብና ንምሕላፍ ንብዙሕ ነገራት እዚ ግዜ ተዋሂብና እዩ ኮነ ምፅዋት ምዝንጋዕ ኮነ ምፅዋት ግዜ ከም ምጥፋእ ቆፂሮም ብምህዋኽ ኣብ ዝተፀበበ ግዜ ውሽጢ ዝኾነ ልእኽቶ ከም ዝፍፅም ሰብ ኣብ ስራሕ ከም ዘለዉ ይነግሩና። እዚ ምኽሪ ግን ናይ ሓሶት ምኽሪ እዩ። ጽባሕ ናትና ትኹን ኣይትኹን ኣይንፈልጥን። ስለዚ ብዝተዋሃበና ግዜ ምንባር ክንክእል ኣለና። ንጽባሕ ቆጸሮ ሒዝኩም ኣይትንበሩ። ጽባሕ ሃፍታም ምስ ኮንኩ፣ ጽባሕ ምስ ረኸብኩ፣ ጽባሕ ጽባሕ ጽባሕ እትብልዎ ብዙሕ ህይወት ኣየንብረኩምን። ዝተረጋገጸ ግዜ ዘለኩም ሕጂ እዩ። ሎሚ በጓቡ ንበሩ ንኹሉ ግዜ ኣለዎ ከም ዝብል ቅዱስ መጽሓፍ እዚ መሰረት ግበሩ። ዓያሹ ኣይትኾኑ፣ ግዜ ይመጽእ ይኸይድ። ግዜኹም ኣብ ዝኾነ እዋን ጽቡቕ ነገራት ኣፍርዩሉ፣ ሰሓቑሉ፣ ተዘናጋዕሉ፣ ከምኡውን ስርሕሉ፣ ተጽዕኖ ፈጠርቲ ኹኑ። ብሓጽሩ ግዜኹም በግበቡ ተጠቐምሉ። ሓምሻይ ካብ ዝሰርሕሉ ንላዕሊ የዕልሉ። ዓሻ ሰብ ብዕላል ይፅመድ። ዓሻ ሰብ ስለ ዓበይቲ ሕልምታቱ የዕልል፣ ነገር ግን ኣብ መሬት ወሪዱ ዝሰርሖ ምንም የለን። ብቅድሚ ተኸተል ዝኾነ ስጉሚ ኣይወስድን፣ ናይ ውሽጢ ሓይሉ ክጥቀም ይኸብዶ። ስቕታ ንደቂ ሰባት ናይ ሓይሊ ፍልፍል እዩ። ሓደ ሓሳብ ክንሓስብ እንከለና ኣእምሮና ብሓሳብ ይወጣጠር፣ ከምኡ እውን ናይ ምግባር ሓይልና ብዓብዩ ይለዓዓል። በዚ ምክንያት ኣእምሮና ናይ ሓጎስና ናይ ኣእምሮና ዘለዎ ድሌት ስለ ዝተረደዩ ንኣብነት ሓደ ሓሳብ ሓሲብና እና ተሰኺዑ ክንሪኦ ከለና ዘለዎ ሓጎስ እዚ ንኣእምሮና ዓብዪ ምልክት እዩ። ስለዚ ካብቲ ግዜ ጀሚሩ ኣእምሮና ምድላው ምንቕቓሕ ይጅምር። እዚ እንትንሓብኦ ግን ሓደ ኣማራፂ ኣሎ። እሱ ከዓ ምስ ሰብ ምዝራብ እዩ። ኣብ እንዛረበሉ ግዜ ኣእምሮና ብስምዒት ስለ ዝርዳእ እቲ ነገር ከም ዝተተግበረ ብምቑፃር በቲ ተግባር እቲ ዝተሓሰበ ነገር ደው የብሎ ማለት እዩ። ስለዚ ምርጫና ክልተ እዩ። እቲ ቀዳማይ እቲ ዝተሓሰበ ኣውፂና ምዝራብ፣ ካልኣይ ከዓ ስቕታ ክሳብ ዝዕወት ስቕታ ምምራፅ። እንታይ ደኣ ዓሻ ኣብዚ ግዜ እዩ ሓይሉ ዘባኽኖ። ስለዚ ካብ ትሰርሕዎ ትዛረብዎ ኣይብለፅ። ሻድሻይ ለውጢ ይፈርሕ። እዚ ማለት ካብ ዕቤት ንላዕሊ ሙቹእነት ይመርፅ። ዕቤትን ምቹእነትን ከኣ ብሓደ ዘይከዱ እዮም። ንሱ ከኣ ቅድሚት ዝህቦ ንምቹእነት እዩ። ስለዝኾነ ከኣ ለውጢ ይፈርሕ ማለት እዩ። ንኣብነት ብምድቃሱ ምኽንያት ዝመፅኦ ሳዕቤናት እናፈለጠ ተሸፋፊኑ ይድቅስ። ካብ ጌግኡ ኣይመሃርን። ተመሳሰልቲ ጌጋታት ይደጋግሞም። ስለዚ ዓሻ ምቹእነት መሪፁ ለውጢ ይፈርሕ ማለት እዩ። እዚ ዝኾነሉ ከኣ ሓደ ሓደ ግዜ ናይ ኣእምሮና ኣሰራርሓ ዘይምርዳእና ክኸውን ይኽእል እዩ። ደቂ ሰባት ኩላትና መከላኸሊ መሳርሒ ሓላዊና ኣእምሮና እዩ። ኣእምሮ ኣብ ምስንባድ እዋን ከምኡ እውን ኣብ ሓደጋ ከም ዘሎ እንተተሰሚዕዎ ዓበይቲ ኬሚካላት ይሰድድ እሞ እዋእ እዚ ዓቕሚ ኣለና ድዩ ኢልና ክሳብ ንስንብድ የግርመልና። እንታይ ደኣ ካብ ስንባደ እዋን ዓበይቲ ዝኾኑ ዓበይቲ ዝኾኑ ሓፁራት ምዝላል፣ ካብ ውልቸር ተላዒልካ ምጉያይ ዝኣመሰሉ ብዙሓት ተኣምራት ተራእዮም እዮም። እንታይ ደኣ እዚ ተኣምር ዝከናወኖ ኣእምሮና እዩ። ሓደጋ ቅጅል ከም ዝበለና እንተፈሊጡ ዝብትኖም ኬሚካላት ናትና ትኽክለኛ ዓቕሚ እዮም። ንሕና እዚ ምግባር ንኽእል ኢና፣ ይኹን ደኣ እምበር ብኖርማል ግዜ ከምኡ ክንገብር ኣይፈቕደልናን። እዚኦም ኩነታት ዝፍጠሩ ኣእምሮና ንዓና ንምሕላው ዝሰዶም ኬሚካላት እዮም። እዚ ዓቕሚ እናሃለወና ግን ኣብ ኖርማል ግዜ ክሰደልና ኣይኽእልን። እንዲያም ብተፃራሪኡ ካሊእ ኬሚካል ይሰደልና ንምድካም፣ ንምስናፍ፣ ሕፅረት ምልዓል ዝኣመሳሰሉ ምኽንያታት ኣእምሮና ንዓና ምሕላው ስለዝኾነ ሓላፍ ኣእምሮና ንዓና ምሕላው ስለዝኾነ ሓላፍነቱ ንዓና ንምሕላው ክብል ንግሆ ካብ ምድቃስና ምስ ተሳእና ብዝሑል ሻወር ከይንወስድ ይከላኸለልና። ከምዚ ዝገብረሉ ምኽንያት ከኣ እዞም ነገራት ሓደጋ ኮይኖም ስለ ዝረኣይዎ እዩ። እንታይ ደኣ በላሕቲ ካብዚ መጻወድያ እንተምልጡ፣ ዓሻ ሰብ ግን ኣብዚ ውሽጢ ይነብር እነብር። ሙደይ ለማዓንቲ ኣይኮነን፣ ስምዒተይ ተረቢሸ ገለ እንዳበለ ብዙሕ ነገር ከየተግበረ ይሓልፎ። ጠባዩ ብዘይምርዳእ ጥራሕ ብዙሕ ነገራት የምልጦ። ሻውዓይ ንኹሉ ነገር ካልኦት ተሓተቲ ይገብር። ዓሻ ሰብ ሓላፍነት ክወስድ ዘይኽእል ሰብ እዩ። ጌጋታት ኣብ ክንዲ ይቅርታን ምስትኽኻልን ናብ ካልኦት የላኽኽ። ንሱ ጥፍኣተኛ እንተኾይነ ከዓ እሞ ብዙሕ መመኽነይታታት ይድርድር እምበር እንተዝመውት ኣሚኑ ኣይቕበልን። ንኻልኦት ንምፍራድ ከዓ ይህወኽ። እዚ ንባዕልኻ እናምለጥካ ካልኦት ምውቃስ ብጣዕሚ ቀሊል ናይ ምቹእነት ቦታ እዩ። ኣብ ህይወት ምድካም፣ ምስናህ፣ ውፅኢታዊ ምዃን ንኹሉ ነገር የዕርኽትኻ፣ ዓድኻ፣ ቤተሰብካ ተሓተቲ ምግባር እቲ ዝቐለለ እዩ። ንዓሻ እዚ ከዓ ንባዕልትና ከይንቕይር ዕንቅፋታት ይኾነና። ብርግፅ ንሕና ሰባት ኣብዚ ዓለም ክንነብር እንከለና ንኹሉ ነገር ንባዕልና ተሓታቲ ክንገብር ኣይንኽእልን። እዚ ናይ ዘመን ትምህርቲ እዩ። እዚ ናትካ ጥፍኣት እዩ። እዚ ናትካ ሓላፍነት እዩ። እናበሉ ዘምህሩና ይህሉ እዮም። ኣነ ግን በዚ ኣይስማዕማዕን፣ ምኽንያቱ ኣብ ሰባት ህይወት ውሽጢ ብዙሓት ተፅዕኖ ዘሕድሩ ስለ ዘሎ። ንኣብነት ብሎጂክ ንሕሰብ፣ ብመልክዕ ኩላትና ተመሳሰልቲ እናሃለና ብተመሳሳሊ ኣይተፈጠርናን። ካሊእ ንውሰድ፣ ወዲ ሃፍታም እና ወዲ ድኻ ናብ ሃፍቲ ንምኻድ ዝወስደሎም ግዜ ተመሳሳሊ ኣይኮነን። ፃዕሮም ኮነ ውፅኢቶም ዘይክመሳሰል ይኽእል እዩ። ስለዚ ኣብ ህይወትና ውሽጢ ንዝኾነ ነገር ተሓታቲ እንኾነሉ ዕስራን ሓሙሽተን ፐርሰንት ይኸውን ማለት እዩ። ሃገር፣ ኢኮኖሚ፣ ስድራ ቤት፣ መሓዙት፣ ከባቢ ንሕና እንኾኖ ናይዚኦም ኩለቶም ተዳማሚሩ ዝፍጠር ተፅዕኖ ይሕድር። ይኹን ደኣ እምበር እዚኦም ምፍላጥና ብዓወት መሰስ ክንብል እምበር በዚ ነገር ተኣሳሲርና ሙቹእነት ክስመዐና የብሉን። ስለዚ ዓሻ ሰብ ሓላፍነቱ ንኻልኦት ብምሃብ ኣብ ምምኽኔታ ጥራይ ግዜኡ የሕልፎ። እዚ ካብዞም ናይ ዓሻ ባህርያት ሻውዓይ እዩ። ሻምናይ፣ ዝተቐመጠ ጎል፣ ዝተጻሕፈ ዕላማ የብሉን። ዓሻ ሰብ ሰብ ናብ ዝዓሰሎ ዝኸይድ እዩ። ዘድልዮና ዘየድልዮ ፈልዩ ኣይፈልጥን። ከምዚ ንእሽተይ ቆልዓ፣ ንዓ ብሽኩቲ ክንገዝእ፣ ንዓ ሹቕ ንኺድ፣ ንዓ ንጻወት ወዘተ ስቕ ኢሉ ዝጉተት ዓሻ ሰብ ይበሃል። ዝተቐመጠን ዝተጻሕፈን ጎል የብሉን። ታሽዓይ በዘይ ምኽንያት ምኹራይ ወይ ምሕራቕ ይፍለጥ። ዓሻ ሰብ በዘይ ምኽንያት ስቕ ኢሉ ይሓርቕ፣ ይናደድ። ቅልጥፍ ቅልጥፍ ኢልካ ምሕራቕ ናይ ዓሻ ሰብ ምልክት እዩ። ቀልጢፍካ ምንድዳድ ትዕግስቲ ናይ ዘይብልካ ምልክት እዩ። ስለዚ ዓሻ ሰብ ትዕግስቲ ዝበሃል የብሉን። ትዕግስቲ ጥራይ ዘይኮነስ ኣየመዛዝንን እዩ። ከምኡ ስለ ዝኾነ ከዓ ንምሕራቕን ንምኹራይን ይህወኽ። ብምኽንያት ነገራት ኣየገናዝብን። እዚ ካብ ናይ ዓያሽ ባህሪ ታሽዓ እዩ። ዓስራይ ፈተውትን ጸላእትን ዘይምፍላይ ወይ ከዓ ዘይምፍላጥ እዚ ዓብዪ ክእለት እዩ። ንኣብነት የዕርኽቲ ንውሰድ። ንዓኻ ዝጠቅም ዝበኣሱ እንተኾይኖም ትኽክለኛ ዓርኽትኻ እዮም። ንባዕሉ ጥቕሚ ዝበኣሰካ እንተኾይነ ከዓ ጸላኢኻ እዩ። ትኽክለኛ ዓርኪ ናብ ዘይጠቕመካ ቦታ እናኸድካ ስቕ ኢሉ ኣይርኢን። ይጸልኣኩም፣ ይናደድ፣ እንተኽኢሉ ከዓ ከግድፈኩም ይጽዕር። ጸላኢ ግን ንኹሉ ይኹን ይኹን ይብል ኩሉ ግዜ ተስማዕምዓ እዩ ዓሻ ሰብ እዚ ንምፍላይ ይኸብዶ ሓቂ መስልዎ ምስ ዘይጠቅም ሰብ ብዙሕ ግዜኡ የባኽን ምስ ዘሕረቕዎ ምስ ዝብዝብዝዎ ይውዕል ምስ ንቆጥብ ንስራሕ ዝብሎ ይርሕቕ ስለዚ እዚ ዓስራይን ናይ መወዳእታን ናይ ዓያሹ ጠባያት እዮም። እዚ ሜላዱስ ቴክ ማዮ ሳብስክራይብ ሼር ላይክ ብምግባር ቤተሰብ ይኹኑ ከምኡውን ከዓ ይፅሓፍ ትግርኛና ከምዚ ዓይነት ቪድዮታት ከነማዕልሉ ሳብስክራይብኩም ኣይፈለየና ምክንያቱ ምንም ኣይትኽፈላን እያ ኣብዚ ትግርኛ ንምስራሕ ብጣዕሚ ዘሸግር ኩነታት ዘሎ ምክንያቱ ሳብስክራይብ ኣይንገብርን ሰብ ኣይነተባብዕን ስለዚ ክንተባባዕ ምእንትን ሳብስክራይብ ብምግባር ቤተሰብ ኩኑ ክሳብ ሕጂ ምሳይ ስለ ዝጸናሕኩም የቀንየለይ።